ኢየሱስ ጎይታ እዩ ከምቲ ፓስተር ክዛረቡ ዝፀንሐ ሎም መዓልቲ እግዚኣብሄር ቃሉ ክልእኸልና እዩ ኣሜን እግዚኣብሄር ንልብና ክዛረቦ እዩ ዓወት ሒዝና ክንወጽእ ኢና ናይ ኣወት ሚስጥር ተካፊልና ክንወጽእ ኢና የሱስ ጎይታ እዩ ኩላህና ኣብ ካልኣይ ቆሮንጦስ ምዕራፍ ክልተ ካብ ዓሰርተ ኣርባዕተ ክሳብ ዓሰርተ ሸውዓተ ዘሎ ሓሳብ ክነውጽእ ኢና እሞ ካብኡ ብምንባብ ናብቲ እግዚኣብሄር ዘዳለዎ ሓሳብ ክንከይድ ኢና ከምዚ ይብል ግናኸ ነቲ ብክርስቶስ ኩልሳ ናብ ዓወት ዝመርሓና ብኣናውን መኣዛ ፍልጠቱ ኣብ ኩሉ ቦታ ዝገልጽ ኣምላኽ ስብሃት ይኹኖ ማለት ኣብ ማእኸል እቶም ዝድሕኑን እቶም ዝጠፍኡን ኣብ ቅድሚ ኣምላኽ መኣዛ ክርስቶስ ኢና ነዚኣቶም ካብ ሞት ናብ ሞት ነቲኣቶም ግና ካብ ህይወት ናብ ህይወት ዘብጽሕ ሽታ ኢና። ነዚ ክእለት ዘለዎ መን እዩ? ብኣምላኽ ተደሪኽና ብገርህነት ኣብ ቅድሚ ኣምላኽ ብክርስቶስ ኮይንና ንዛረብ ኣለና እምበር ከምቶም ብዙሓት ንቓል ኣምላኽ ዝሓዋውሱ ኣይኮናን ኢሉ ሃዋርያ ጳውሎስ ንሰብ ቆሮንጦስ ክነግሮም ከሎ ንርኢ እግዚኣብሔር ይመስገን ሎሚ ናይ ስብከተይ ኣርእስቲ ናይ ዓወት ሚስጥር ዝብል እዩ ኣሜን መቼም ኣብ ማእኸልና ዘለና ኩሉ ኣብዚ ዘለና ብምሉእና ክንእወት ኣብ ህይወት ክንገዝእ ክንመልኽ ዘይንደሊ ሰባት የለናን ኣሜን ሓቂ ምሽ ትሰማምዑ ኢኹም ናይ እግዚኣብሔር ቃል ዓወት ንክርስቶስ ንቓሉ ኣብ ምስዓብ ከም ዘሎ እዩ ኣብዚ ዝነግረና ዘሎ ኣሜን ዓወት ዝጸልእ ወይ ክዕወት ዘይደሊ ንኽዕወት ላዕልን ታሕትን ዘይብል ሰብ ኣብ ማእኸልና የለን። ሃዋርያ ጳውሎስ ኣብዚ ክነንብቦ ዝጸናሕና ክፍሊ ምስጢር ዓወት እንታይ ምዃኑ ክነግረና ከሎ እንታይ ኢሉ ግናኸ ኢሉ ነቲ ብክርስቶስ ብመን ኩላትኩም እስኪ ብክርስቶስ በሉ ኣሜን ኣሜን ግናኸ ኢሉ ነቲ ብክርስቶስ መዓስ እስኪ ኩሉ ሳዕ በሉ ናብ ዓወት ዝመርሓና ብኣና እውን መዓዛ ፍልጠቱ ኣብ ኩሉ ቦታ ዝገልጽ ኣምላኽ ስብሓት ይኹኖ ብምባል ምስጢር ዓወት ንክርስቶስ ምስዓም ምዃኑ ናብ ዓወት ዝመርሕ ብነፍሲ ወከፍና ድማ መዓዛ ፍልጠቱ ኣብ ኩሉ ቦታ ዝገልጽ ክርስቶስ ከም ዝኾነ ይነግረና። ኣሜን ኣሜን። ሎሚ ካብ ጻዕሪ ክንወጽእ ኢና። ኣሜን ዶ? ካብ ስትራገል ምውጻእ ክኾነልና እዩ። ኣሜን ኣሜን። እቶም ኣሜን ዝበልኩም ምውጻእ ክኾነልኩም እዩ። ኣብዚ ክነንብቦ ጸናሕና እዚ ክፍሊ እዚ ተጠንቂቕና ክንሪኦ ከለና በቅ ብጣዕሚ ክነስተብለሎም ዝግብኣን ዝግብኡና ሓሙሽተ ነጥብታት ኣለው ኣብዚኣ ክነንብባ ፀናሕና ማለት እዩ እቲ ቀዳማይ ነጥቢ እንታይ ዝብል እዩ ብክርስቶስ ዝብል ኣገዳሲ ነጥቢ እዩ ብጣዕሚ በቃ ክተስምሩሉ እንድሕር ኣለኩም ሃይላይት ክትገብርዎ ክትገብርዎ እንድሕር ኣለኩም እዚ ቃል እዚ ብጣዕሚ ደሚቁ ሃይላይት ክግበር ዘለዎ ቃል እዩ ኣሜን እቲ ካልኣይ ነጥቢ ክነስተብለሉ ዘለና ድማ ኩሉ ሳዕ ዝብል እዩ ማለት እግዚኣብሔር ሎሚ ተጠቂሙልካ ጽባሕ ዝገድፈካ ኣምላኽ ኣይኮነን ኣሜን ዶ ክሳዕ ዝሰዓብካዮ ኩሉ ሳዕ ብኣኻ ድንቅን ተኣምራትን እናገበረ እዩ ዝኸይድ ኣሜን ዶ እየሱስ ጎይታ እዩ እግዚኣብሔር ተጀሚሩካ ክሳብ መወዳእታ ዘብጽሓካ በኣሉ እዩ ሓንትስ እስኻ ኣነ ክንገብሮ ዘለና እንታይ እዩ ነዚ ኣሚንና ብክርስቶስ ኩሉ ከም ዝኸውን ርግጸኛታት ኮይና ንዑ ምስዓብ እዩ ኣሜን ኣሜን እቲ ሳልሳይ ነጥቢ ድማ ናብ ዓወት ዝመርሓና ኢሉ እግዚኣብሄር እንድሕር ይመርሓና ኣሎ እንድሕር ክርስቶስ ይመርሓና ኣሎ ንሱ ናብ ዓወትን ናብ ዓወትን ጥራሕ እዩ ዝመርሓና ኣሜን ዶ ኣብ ሂወትና ኪሳራታት እንድሕር ኣለው እግዚኣብሄር መሪሑ ናብ ኪሳራ ከም ዘየእተወካ ርግጸኛ ክትከውን ኣለካ ኣሜን ዶ እንድሕር ኣብ ሂወትና ዝኾነ ዓይነት ውድቀት ኣሎ ክርስቶስ መሪሑ ናብ ውድቀት ኣየብጽሕን እዩ ኣምላኽና እንታይ ኢሉ ናብ ናብ ኩሉ ዓወት ኩልሳ ናብ ዓወት ዝመርሓና ኢሉ የሱስ ጎይታ እዩ ኣስፋራስ ብክርስቶስ ዝተመራሕካ ናብ ኪሳራ ኣይመርሓካን የሱስ ጎይታ እዩ ሎም መዓልቲ ሪካላብሬት ዲና ካሊብሬት ክንገብር ኢና የሱስ ጎይታ እዩ ሓንሳ ሓንሳብ ካብ ዴቭ እንግሊሽ ክንልቃሕ ኢና ኣሜን ክብርን ንጎይታ ይኹን ሎም መዓልቲ በዚ ቃል እግዚኣብሔር ከስተኻኽለና እዩ ኣሜን ኣሜን ናብ ዓወት እዩ ክመርሓና ዝደሊ ዘሎ ናብ ኪሳራ ናብ ጥፍኣት ክመርሓና ጎይታ ይደሊ የለን። ራብዓይ እንታይ ኢሉ ብኣና ውን መኣዛ ፍልጠቱ ኣብ ኩሉ ቦታ እዚ ን ወንደርፉል መኣዛ ፍልጠቱሲ ኣበይ እስከ ኣብ ኩሉ ቦታ በሉ እግርኹም ኣብ ዝረገጾ ዘበለ ዅሉ፣ እቲ ጥዑም ንናይ ኢየሱስ ክርስቶስ ሽታ እተማቕሉ፣ እተካፍሉ ሰብ ክትኮኑ ኢኹም ተሃሪኹም። ኣሜንዶ? ኢየሱስ ጐይታ እዩ። ሓሙሻይ ናይ መወዳእታ ነጥቢ ክነስተብለሎም ዘለና እንታይ እንድሕር ኢልና፣ ኣብ ማእከል ኢሉ እቶም ዝድሕኑን እቶም ዝጠፍኡን ኣብ ቅድሚ ኣምላኽ መኣዛ ክርስቶስ ኢና ዝብል ነጥቢ እዩ። ኣሜን ኣሜን። ናብ ኤፌሶን ሓሙሽተ ሓደን ክልተን ከይድና ክነንብብ ኢና እሞ እግዚኣብሔር ሎም መዓልቲ ከሕልፎ ዝደለየ መልእኽቲ ክንርኢ ኢና ኣሜን ከምዚ ይብለና ደጊም ኢሉ ከም ፍቑራት ውሉድ ሰዓብቲ ኣምላኽ ኩኑ ከምቲ ክርስቶስ ዘፍቀረኩም፣ ነፍሱውን መባእን መስዋእትን ገይሩ ንኣምላኽ ንምኡዝ ጨና በጃና ዘሕለፈ፣ ከምኡ ብፍቕሪ ተመላለሱ ይብለና። ኣሜንዶ? ኣነን ንስኻትኩምን ካብታ ንጐይታ ኢየሱስ ክርስቶስ ከም ናይ ግሊ መድሓኒናን ጎይታናን ኣምላኽናን ጌርና ዝተቐበልናሉ ሰዓት ጀሚርና ውሉድ ኮይንና ኢና። ኣሜን ዶ? ስለዚ እንታይ ኢሉ ሃዋርያ ጳውሎስ ነቶም ውሉድ ኣምላኽ ዝኾኑ ክጽሕፈሎም ከሎ ከም ደጊም ከም ፍቑራት ውሉድ ደጊም ከም ፍቑራት ውሉድ ሰዓብቲ መን ኩኑ ኢሉ? ኣይስማዕን ዘሎ። ሰዓብቲ ኣምላኽ ኩኑ። የሱስ ጎይታ እዩ። ሰዓብቲ መን ክንከውን እዩ ጎይታ ሃዋርያ ጳውሎስ ዝነግረና ዘሎ? ሰዓብቲ ኣምላኽ ክንከውን። እቲ ቃል እንድሕር ተመሊስኩም ኣንቢብኩሞ ደጊም ኢሉ እዩ ዝጅምር። ቅድሚኡ ብዘይገድስ ቅድሚ እዛ መዓልቲ እዚኣ ናብዚኣ ምምጻእኹም ብምንታይ ንመን ትስዕቡ ኔርኩም ብዘየገድስ ካብዛ ሰዓት እዚኣ ጀሚርኩም ግን ሰዓብቲ ኣምላኽ ኩኑ። ኣሜን ዶ? እዚ ዘለናዮ ጀነሬሽን፣ እዚ ዘለናዮ ሲዝን፣ እዚ ዘለናዮ ወቕቲ ኩሉ ሰብ ነናቱ ፎሎወርስ ከብዝሕ ዝጽዕረሉ ዘመን እዩ። ሓቀይ ደ? እዞም ናይ ቲክቶክ ዘመን ይፈልጥዎ እዮም እዞም ቅሩብ እብይ ዝበልኩም ኣይትፈልጥዎን ኢኹም እዚ ዘመን እዚ ፎሎወር ብዝኾነ ኣጋጣሚ ብዝኾነ ብዝረኸብካዮ ክተብዝሕ ትፅዕረሉ ዘመን እዩ ኣነ ንስኻትኩምን ግና ንመን ክንስዕብ ተፀዊዕና ኣለና እስከ ንክርስቶስ በሉኒ ሰዓብቲ ኣምላኽ ኩኑ ንክርስቶስ ስዓቡ ተባሂልና ኣለና ኢየሱስ ክርስቶስ ጎይታ እዩ ሰብ ክትስዕብ ኣይተጸዋዕኻን ንእግዚኣብሔር ክትስዕቦ ኢኻ ተጸዊዕኻ ጻዊዒትካ ንኣምላኽ ክትስዕብ እዩ እቲ ሰብ ንኣምላኽ ዝስዕብ እንድሕር ኮይኑ ስዓቦ ነገር ግን እቲ ቀዳማይ ጻውዒትና ደጊም ከም ፍቑራት ውሉድ ሰዓብቲ ኣምላኽ ኩኑ ኢና ተባሂልና። እታ ኩኑ ትብል ቃል ብጣዕሚ ወሳንነት እዩ። ውሳነ ዘድልዮ ጉዳይ እዩ። ኩን እንድሕር ተባሂልካ እቲ ኦፕሽን ንዓኻ ተዋሂቡካ ኣሎ፣ ተዋሂቡካ ኣሎ፣ ንዓኻ ተዋሂቡካ ኣሎ። ክትከውን ከይትኸውን ኣባኻ ዝውሰን ጉዳይ እዩ። ኣሜን ዶ? ኣነን ንስኻትኩምን ከምቲ ክብሎ ዝጸናሕኩ ንማንም ክንስዕብ ኣይተጸዋዕናን። ሃዋርያ ጳውሎስ በርባዕተ ነጥቢ ዓጽዩ ዝበሎ ነገር እንታይ እንድሕር ኢልና ከም ፍቑራት ውሉድ ሰዓብቲ ኣምላኽ ክንከውን ጥራሕ እዩ ነጊሩና። ኣሜን ዶ? ኣብዚ ብዙሕ ሰብ ደሓን ኢለየ ደጊም ኢሉ ነዚ ቃል ጀሚርዎ ቅድሚኡ ከምዚ ክብሎ ዝጸናሕኩ ንመን ንስዕብ ኔርና ኣየገድስን እዩ። ሎምዓልቲ ግን ንጎይታ ክንስዕቦ ይደልየና ኣሎ። ኣሜን ዶ? ከም ፍቑራት ውሉድ ሰዓብቲ ኣምላኽ ኩኑ ስለ ዝተባሃልና ንዕኡ ክንስዕቦ ኢና ኢየሱስ ክርስቶስ ጎይታ እዩ። ኣብዛ ኣቐድም ኣቢልና ክነንብቦ ዝጸናሕና ቃል ሰዓብቲ ኣምላኽ ጥራሕ ኩኑ ግን ኣይበለናን ኢየሱስ ጎይታ እዩ። ብፍቕሪ እውን ተመላለሱ ኢሉና። ኣሜን ሰዓቢ ኣምላኽ እንድሕር ኮይንና ንክርስቶስ እንድሕር ንስዕብ ኣለና ንብል ኣለና ከኣ ብፍቕርኻ ክንመላለስ ግዴታና እዩ ማለት እዩ ኣሜን ዶ የሱስ ክርስቶስ ባዕሉ ኣብ ዮሃንስ ዓሰርተ ሰለስተ ካብ ሰላሳን ኣርባዕተን ክሳብ ሰላሳን ሓሙሽተን እንታይ ኢሉና ኣሎ መሲልኩም ንሓድሕድኩም ክትፋቐሩ ከምቲ ኣነ ዘፍቀርክኹም፣ ከምኡ ጌርኩም ንሓድሕድኩም ክትፋቐሩ ሓድሽ ትእዛዝ እህበኩም ኣለኹ። ንሓድሕድኩም ፍቕሪ እንተላትኩም፣ በዚ ደቀ መዛሙርተይ ምዃንኩም ኩሉ ክፈልጥ እዩ ኢሉ። ኣሜን! ናይ ክርስቶስ ሰዓብቲ ምዃንና ኩሉ ዝፈልጠሉ ሓደ መንገዲ፣ መለለዪ ፍቕሪ ጥራይ እዩ። የሱስ ጎይታ እዩ። ኣሜን! ሰዓብቲ ኣምላኽ ምዃንና ሰባት ብቐሊሉ ክፈልጥዎ ዝኽእሉ ናይ ፍቕሪ ህይወት እንተለካ እዩ። ፍቕሪ ድማ ክርስቶስ እዩ፣ ፍቕሪ ድማ ኣምላኽ እዩ። ኣሜን ዶ? ንክርስቶስ እንተ ሪኦም ንክርስቶስ ትስዕብ ከም ዘለኻ ትፍለጥ ኢኻ ማለት እዩ። ኣሜን ዶ? ስለዚ ከም ፍቑራት ውሉድ ሰዓብቲ ኣምላኽ ክንከውን ተጸዊዕና ኣለና ኢና ንብል ዘለና። ኣሜን። ኣብቲ ኣቐዲምና ዘንበብናዮ ቃል ተመሊስና ክነንብብ እሞ ቁሩብ ክዛረብ እየ፣ ብዙሕ ኣይሕዘኩምን እየ ሎም መዓልቲ። ግናኸ ነቲ ብክርስቶስ ኩልሳ ናብ ዓወት ዝመርሓና ብኣና እውን መኣዛ ፍልጠቱ ኣብ ኩሉ ቦታ ዝገልጽ ኣምላኽ ስብሓት ይኹኖ ማለት ኣብ ማእከል እቶም ዝድሕኑን እቶም ዝጠፍኡን ኣብ ቅድሚ ኣምላኽ መኣዛ ክርስቶስ ኢና ኢሉና ኣሜን ነዚኣቶም ካብ ሞት ናብ ሞት፣ ነቲኣቶም ግና ካብ ህይወት ናብ ህይወት ዘብጽሕ ሽታ ኢና ኢሉና። ኣብዚ ክነንብቦ ዝጸናሕና ቃል ከምቲ ኣንቶይ ዝብሎ ዝነበርኩ ብክርስቶስ ዝብል ቃል ኣዝዩ ኣዝዩ ኣገዳሲ ቃል እዩ። ኣሜን። ስለምንታይ ነዚ ብክርስቶስ ዝብል ሓሳብ ኣጸቢቕና ክንሪኦ ደልየ ዘለኹ፣ ሓደ ሓደ ግዜ ነዚ ሓቂ ስለ ንዝንግዖ እዩ። ኣሜን። ነቲ ሲምፕል ዝመስል ነገር ሸለል ኢልናዮ ስለ ንሓልፍ እዩ። ብክርስቶስ ጀሚርካ፣ ብመንፈስ ጀሚርካ፣ ብስጋ ናይ ምኻድ ነገር ስለ ዘሎ እዩ ነዚ ነገር እዚ ክንዛረበሉ ኣገዳሲ ኮይኑ ዘሎ። ኣሜን። ነዚ ቓል ነዚ ቓል እቲ ኣብ ህይወት ዝተዓወተ ነቲ ዝጽሕፎ ዘሎ ቃል ድማ ኣብ ህይወቱ ዝተመኮረ ሰብ እዩ ጽሒፉልና ሓቀይ ዶ ሃዋርያ ጳውሎስ እዩ ጸሓፊ እዩ እዚ ሰብ እዚ ኤክስፒሪያንስ ዝገበሮ ንይ ክርስቶስ ብምስዓብ ተዓዊቱ እቲ ቃል ዝሰርሕ ምዃኑ ፈሊጡ ኣብ ኣብ ሂወቱ እቲ ቃል ሓቂ ምዃኑ ኣረጋጊጹ እዩ ዝጽሕፈልና ዘሎ ተራ ሰብ ኣይኮነን ዝጽሕፈልና ዘሎ ስለዚ ነዚ ከምዚ ኣብ ሂወት ዝገዘአ ዝተዓወተ ሰብ ክጽሕፍ ዝጽሓፎ ጽሑፈት ከም ተራ ቃል ሒዝናዮ ክንከይድ የብልናን ኣሜን ኣሜን። ሎሚ ካብዚ ንሪኦ ዘለና ክፍሊ ሒዝናዮ ክንወጽእ ዝደልዮ ሓሳብ ዓወት ንክርስቶስ ኣብ ምስኣብ ከም ዘሎ እዩ። ኣሜን። ብዘይ ክርስቶስ ምንም ክንገብር ከም ዘይንኽእል ቃል ኣምላኽ ተነጊሩና ኣሎ። ክትገብር ትኽእል ኢኻ፣ ትንቀሳቐስ ትኽእል ኢኻ፣ ዝኾነ ነገር ክትገብር ትኽእል ኢኻ። ብክርስቶስ ትገብሮ እንድሕር ኣለኻ ዓወት ኣሎ ኣውትካም ኣለዎ ውጽኢት ኣለዎ ክርስቶስ ክርስቶስ ዝሽትት ነገር ኣለዎ እቲ ዓወት ኣሜን ኣሜን ብጀካይ ሓንቲ እኳ ክትገብሩ ኣይትኽሉ ኢኹም ካብ በለና ካብ ጻሪ ህይወት ንውፃእ ኣሜን ኣብኡ ኣብቲ ጉንዲ ወይኒ ንጽናዕ ሽዑ ኣብ ህይወት ብዙሕ ክንገዝእን ክንፈሪን እና። ኣሜን ኣሜን። ብክርስቶስ እንድሕር ኢሉና ንክርስቶስ ኣብ ህይወትና ክገዝእ፣ ክመልኽ፣ ክመርሕ ክንፈቅደሉ ኣለና። ግናኸ ነቲ ብክርስቶስ ምስ በለ ቀጺሉ ዝበሎ ቃል እንታይ እዩ እንድሕር ኢልና ኩሉሳ ናብ ዓወት ዝመርሓና ኢሉና ኢየሱስ ክርስቶስ ጎይታ እዩ። ከምቲ ኣቐዲመ ዝበልክዎ ዓወት ዘይደሊ፣ ምክንዋን ዘይደሊ፣ ምስላጥ ዘይደሊ ወይ ኣሳልጦ ዘይደሊ ሰብ ኣብ ማእኸልና የለን። ክንዕወት እንድሕር ደሊና፣ ክንከናወን እንድሕር ደሊና እቲ ዓወት እቲ ሚስጥር ንክርስቶስ ኣብ ምስዓብ እዩ ዘሎ። ኣሜን ኣሜን። ነፍሲ ወከፍና ነቲ ኩልሳዕ ዝብል ቃል ነስምረሉ። ኩልሳዕ ማለት መዓልታዊ፣ ኣሜን ኣሜን፣ ኣብ ኩሉ ግዜ፣ ኣብ ኩሉ እዋን ዝብል ትርጉም እዩ ዘለዎ። እንድሕር ናይ ዓወት ህይወት ክንነብር ደሊና መዓልታዊ ንመንፈስ ቅዱስ ክንስዕቦ ኣለና ማለት እዩ። ኣሜን። ኩልሳ ናብ ዓወት ዝመርሓና ኢሉ ዝመርሓና ዝብል ቃል ከም ተራ ቃል ኣንቢብናዮ ክንሓልፍ የብልናን። ምኽንያቱም እንተ ተመሪሕካ ወይ ክትምራሕ ፍቓደኛ እንተ ኾይንካ ጥራይ ኢኻ ናብ ዓወት ትበጽሕ። ናብ ዓወት ዝመርሓና ኢሉ ሕጂ መራሒ ኣሎ። ስለዚ ኣነን ንስኻትኩም እንታይ ኢና ማለት እዩ? ሰዓብቲ ኢና። የሱስ ክርስቶስ ጎይታ እዩ። ነቲ ዝመርሓና ብድምጹ ዝመርሓና ብቃሉ ዝመርሓና እንስዕብ ሰባት ኢና ማለት እዩ የሱስ ክርስቶስ ጎይታ እዩ። ኣብ ሮሜ ዓሰርተ ኣርባዕተ ሮሜ ሸሞንተ ዓሰርተ ኣርባዕተ ዓሰርተ ሓሙሽተ ኩልና ንፈልጦ ቃል ኴንና ክነንብብ ኮለና እንታይ ይብለና መጽሓፍ ቅዱስ መቼም መንፈስ ቅዱስ ምስ መጸ ክመርሓኩም እዩ ናብ ኩሉ ሓቂ ክመርሓኩም እዩ ነቲ ዝመጽእ ዘበለ ኩሉ ከፍልጠኩም እዩ ኢሉ ጎይታ ደጋጊሙ ተዛሪቡና እዩ ኣሜን እጂ ኣብ ሮሜ 8 14 15 ኬድና ክነንብብ ኮለና እንታይ ይብለና ንስኻትኩምሲ ይብለን ነቲ ብኡ ጌርና ኣባ፣ ኣቦ፣ ኢልና እንጽውዓሉ መንፈስ ውልድነት ኢኹም እተቐበልኩም እምበር፣ መንፈስ ባርነት ከም ብሓድሽ ንፍርሓት ኣይተቐበልኩምን። ስለዚ እቶም ብመንፈስ ኣምላኽ ዝምርሑ ዘበሉ ንሳቶም እንታይ ኢሉ ውሉድ ኣምላኽ እዮም ይብለና። ስለዚ እቶም ብመንፈስ ኣምላኽ ዝምርሑ ዘበሉ ንሳቶም ውሉድ ኣምላኽ እንድሕር ኢሉና ኩሉ ውሉድ ብመንፈስ ኣምላኽ ይምራሕ ማለት ኣይኮነን። እቶም በጽሕታት ጥቕሚ ናይ ብመንፈስ ምምራሕ ዝተረድኦም ብመንፈስ ምምራሕ ጥራይ እቲ እንኮ ኣማራጺ ከም ዝኾነ ዝበረሓሎም ሰባት ጥራዮም ብመንፈስ ዝምርሑ። ኣሜን ዶ? መጽሓፍ ቅዱስ ንሳቶም ውሉድ ኣምላኽ ዝብሎም ዘሎ ሳንስ ኦፍ ጋድ በቃ በጽሕታት ማለት እዩ፣ እኹላት ማለት እዩ። በቃ ብደቅና ሕጂ ንሕና ብዝመራሕናዮም እዮም ዝኸዱ ንኣሽቱ ስለ ዝኾኑ ጋይዳንስ የድልዮም ምርሒት የድልዮም እዩ ንሓደ ዝበጽሐ ጎበዝ ግን ባዕሉ ክኸይድ ይኽእል እዩ የሱስ ጎይታ ከምኡ ማለት እዩ ስለምንታይ እንታይ ኢሉ ግናኸ ነቲ ብክርስቶስ ኩሉ ሳዕ ናብ ዓወት ዝመርሓና ምስ በለ ቀጺሉ ዝበሎ ነገር እንታይ እዩ ብኣና እውን እስከ ብኣና በሉ። ብኣና እውን መዓዛ ፍልጠቱ ኣብ ኩሉ ቦታ ዝገልጽ ኣምላኽ ንምንታይ ምሲሉ ብክርስቶስ ክብል ጸኒሔ። እቲ ብክርስቶስ ናብ ኩሉ ዓወት ዝመርሓና ድማ እንታይ ኢሉ ብኣና ብኣይን ብኣኻትኩምን ድማ እንታይ ኢሉ መዓዛ ፍልጠቱ ኣብ ኩሉ ቦታ ስለዚ ብዘይ ክርስቶስ ክንከውን ኣይተፈቕደልናን ማለት እዩ። ሰዓብቲ ኣምላኽ ዝኾንና ብዘይ ክርስቶስ እንኾነሉ ሞመንት የለን ማለት እዩ። ክህሉ ኣይግባእን እዩ ማለት እዩ። ኣሜን ኣሜን ነፍሲ ወከፍና ሎም መዓልቲ ንህይወትና ውን እናረኣና ንኺድ። ኣብ ህይወት ኣብ ህይወትና ዘለዉ ኪሳራታት ኣብ ህይወትና ዘለዉ ጥፍኣታት ካብ ኣምላኽ ኣይኮኑን መጺኦም። ኣሜን ኣሜን ኣምላኽ ናብ ዲስትራክሽን መሪሑ ይፈልጥን እዩ ንህዝቡ እዚ እዚ ሓቂ እዚ ኣብ ውሽጥና ክኣቱ ይግብኦ እዩ ኣሜን እንታይ ኢሉ ነፍሲ ወከፍና እንታይ ይብላ ኣለኹ ብኣና እውን ኣብ ኩሉ ቦታ ዝብሉ ቃል ካነስተብህለሎም ናይ እግዚኣብሔር ፍቓድ እዚ እዩ ብነፍሲ ወከፍና መዓዛ ፍልጠቱ ኣብ ኩሉ ቦታ ምግላጽ እዩ። ኣብ ዝኣተኻዮ ንክርስቶስ ክትገልጾ እዩ ጻውዒትካ። ክርስቶስ ብኣኺ ብኣይ ክረኣ እዩ ናይ ኣምላኽ ፍቓድ። ሓሳቡ ኣብ ዝኣተኻዮ ክትገልጽ ኣብ ዝኣተኽዮ ክትገልጽ እዩ ናቱ መደብ። ነዚ ንምግባር እቲ እንኮ መንገዲ ንዕኡ ምስዓብ ንመንፈስ ቅዱስ ምስዓብ ጥራይ እዩ የሱስ ጎይታ እዩ ሎሚ ብክርስቶስ ኩልሳ ብዓና እውን ኣብ ኩሉ ቦታ ዝብሉ ኣዝዮም ኣገደስቲ ቃላት ኣብ ውሽጥና ክሰርፁ ክንፈቅድ ኣለና ኣሜን ኣሜን ሎሚ ናይ ክርስቶስ መዓዛ ናብ ሕይወትና ናብ ቤቱ ናብ ኣገልግሎትና ክምለስ ኣለዎ ኢየሱስ ክርስቶስ ጎይታ እዩ ኣሜን ነዚ ቃል ክዳለው ከለኹ ሓንትን ሓንትን እዩ ሓሲበ ነዚ ቃል እዚ ኣዳለየ እዩ ኣሜን ኣብ ውሽጠይ ክመጽእ ከሎ ሰብ ሰብ ዝጨኑ ዘበለ ካብ ቤቱ ክጽረግ ኣለዎ ኣሜን ኣሜን በቃ ክርስቶስ ክርስቶስ ክንሽት እዚ ናይ እግዚኣብሔር ፍቃድ ኣሜን ኣሜን ኢየሱስ ጎይታ እዩ ጻውዒትና ብዓወት ክንመላለስ መዓዛ ፍልጠቱ ኣብ ኩሉ ቦታ ማለት ኣብ ዝኣተናዮ ስፍራ ክንገልጽ እዩ ክርስቶስ ኣብዛ ምድሪ ብኣና ክገዝእ እዩ መታን እዚ ክኸውን ናብዚ መሰረታዊ ነገር ክንምለስ ኣለና more ኣብ ቤት ኣምላኽ ብዝጸናሕና ቁጽሪ ብዙሕ ዘመን ብዘቁጸርና ቁጽሪ ንለምዶ ሞቲ ኩሉ ዝግበር ነገራት እቲ ብመንፈስ ምምራሕ ዝበሃል ነገር ቀስ እናበለ ካብ ህይወትና እናረሓቐ እናረሓቐ ኣብ ክንዲ ህይወትና ናይ ዓወት ዝኸውን በቃ ተራ ምምልላስ ይኸውን። ሎም መዓልቲ ግን እዚ ክግልበጥ እዩ። ኣሜን ዶ? ብመንፈስ ክንምራሕ ኢና፣ እግዚኣብሄር ድማ ክብሩ ከምቲ ቀዳማይ እንደገና እግዚኣብሄር ኣብ ህይወትና ክገልጽ እዩ። ኣሜን ዶ? ብዙሕ ዝተለማመድናዮ ናይ ኣምላኽ ህላውነት ኣሎ። ኣብ ጎይታሲ ኣብ ህይወት ነፍሲ ወከፍና ዝሰርሖ ቆጺርና ዘይንወድኦ ዘይንውድኦም ብዙሕ ተኣምራታት ኣለዉ። ኣነን ንስኻትኩምን ብፍላይ መንእሰያት ኮይንና ታሪክ ክነዘንቱ ናይ እግዚኣብሄር ፍቓድ ኣይኮነን። ኣብዚ ዘመን ዘለና ታሪኽ እናሰራሕና ክንቅጽል እምበር ናይቲ ትማሊ ህይወትና እናዘንተና ክንነብር ኣይኮናን ተጸዊዕና። ኣሜንዶ? ብኣኻ ብዓይ እንደገና እግዚኣብሔር ዝግበር ነገር ኣለዎ። ዝስራሕ ነገር ኣለዎ። ዘይተወርሰ ቦታታት ብዙሕ ኣሎ። ኣሜንዶ? እያሱ ምስ ኣረገ ሲ እያሱ ዘሰልጠኖ ወይ ድማ ዝርከቦ ሰብ ግሩም ስለ ዘይገበረ ተቐባላይ ስለ ዘይነበረ ብዙሕ ገና ዘይተወርሰ መሬት ኮለዉ በቃ ሴትል ገይሮም ገና ብዙሕ ኣይተወርሰን እኮ ነይሩ እግዚኣብሔር ገና ብዙሕ ነገር ኣለዎ ንኣና ኣሜን ኣሜን ዘይተወርሰ ነገር ብዙሕ ኣሎ ዘይረኣናዮ ነገር ብዙሕ ኣሎ ንምንታይ ኢና ሴትል ጌርና ዘለና ንምንታይ ኢና ንመንፈስ ቅዱስ ከምቲ ንሱ ዝደልዮ፣ ከምቲ ንሱ ክግለጸሉ ዝደልዮ መጠን ንኽግለጽ ፍቓድና ዘይንህቦ ዘለና? ልማድ ክጠፍእ ኣለዎ። ናይ ልማድ ኣገልግሎት ክጠፍእ ኣለዎ። ምዝም በቃ መ ኤቭሪ ሳንደይ መዝሙር ስለ ዝዘመርና በቃ ብዙሕ ግዜ ስለ ዝገበርናዮ ልማድ ኮይኑ ክቕጽል የብሉን። ኣሜን ዶ? መዝሙር ዋላ ንክትዝምር እቲ ትዝምሮ መዝሙር ካብ መንፈስ ቅዱስ ክትቅበል ክትክእል ኣለካ ኣብዚ ወፂኢኻ ክትሰብክ ኮለኻ እቲ እቲ ተምፆ ቃል በቃ ካብ መንፈስ ምስማእኻ ካብኡ ምቕባልካ ርግፀኛ ኮይንካ ክትመፅእ ኣለካ ምክንያቱም ዝፅበይ ህዝቢ ኣሎ ፀልዩ ዝመፅእ ህዝቢ ኣሎ ጎይታ ተዛረበኒ ሎም መዓልቲ ቃልካ ለኣኸለይ ኢላ ትመፅእ ነብሲ ኣላ ስለዚ ንዓኣ ንስኻ ኣብ ቤትካ ትጽልዮ ንሳ ኣብ ቤታ ትጽልዮን ኣብዚ ጉባኤ እግዚኣብሔር ኮንፈርም ክገብሮ ኣለዎ ኢየሱስ ጎይታ እዩ ኣሜን ሃዋርያ ጳውሎስ ነዚ ግናኸ ነቲ ብክርስቶስ ኩልሳ ናብ ዓወት ዝመርሓና ብኣና እውን መዓዛ ፍልጠቱ ኣብ ኩሉ ቦታ ዝገልጽ ኣምላኽ ስብሓት ይኹኖ ዝብል ቃል ክጽሕፎ ከሎ ከምቲ ትፈልጥዎ ሃዋርያ ጳውሎስ ናይ ሮማውን ሲቲዝን ነይርዎ ሮማዊ እውን እዩ ሕጂ ኩሉ እቲ ሮማውያን ዝገብርዎ ነገራት ሲ ኣፍልጦ ነይርዎ ነዚ ሓሳብ ክጽሕፍ ከሎ ኣብ ዝተፈላለየ ጽሑፋት ከም ዘንበብክዎ ሓደ ናይ ሮማዊ ጀነራል ንሓደ ከተማ ወይ ሃገር ኮንከር ይገብር እሞ ነታ ሃገር ይስዕር እሞ ምስ ሰዓረ ሲዒሩ ምስ ተመልሰ ነቲ ነታ ነቲ ዝማረኾም ህዝቢ ድዩ ወተሃደራት ድዩ ሒዙ ናብ ሮም በቃ ይኸይድ ምርኮ ሂዙ በዝቢዙ ኣብ ሮም ብጣዕሚ ዘገርም ኣቀባብላ እዩ ዝግበረሉ እቲ ሲዒሩ ዝመጽእ ጀነራል ማለት እዩ ሕጂ ሰሪኡ ምስ ተመልሰ እንታይ እዮም እቶም ሴኔት ድዮም እቶም ሓለፍቲ ብምሉኦም ቀቅድሚኡ ይኸዱ እሞ ንሱ ኣብ ሰረገላ ተቐሚጡ እቲ ዝሰዓረ ተቐሚጡ እንደገና ድማ እቶም ምስኡ ኮይኖም ዝሰዓሩ ይኹኑ እቶም ስፖይልድ ወይ ድማ እቶም ዝተማረኹ ምርኮኛታት ብምሉኦም ብሰንሰለት ተኣሲሮም ከዓ በቃ ደድሕሪኡ እዚ ናይዚ ናይ እዚ ዝተዓወተ ኣውትካም እዩ ዓወቱ እዮም እዚኦም ዲስፕለይ ይገብሮም ማለት እዩ ኩሉ ሰብ እናረኣየ ነዚ ክገብሩ ከለዉ ከዓ በቃ ከም ዑድ ድዩ ከም ዕጣን ድዩ እናጭነዉ እዮም ዝኸዱ ሕጂ እታ ከተማ ብምሉኡ በቃ ዓወት ዓወት እያ ትጨኑ የሱስ ክርስቶስ ጎይታ እዩ ኣሜን ሕጂ ክርስቶስ ንክርስቶስ እንታይ ኢልዎ ብክርስቶስ ኩሉሳ ናብ ዓወት ዝመርሓና ሕጂ ክርስቶስ ኣብ ቅድሚት ኣሎ እቲ ዝሰዓረ ጀነራል ኢየሱስ ክርስቶስ ጎይታ እዩ ኣነ ንስኻትኩምን ካ ደድሕሪኢና ንኸይድ ኣሜን ዶ ብድሕሪና ድማ እቶም ንሕና ንዕኡ ብምስዓምና ንማረኾም ምርኮታት እንደገና ኸ ንዓእቶም ዲስፕሌይ እንዳገበርና ኢና ንኸይድ ኣሜን ዶ ናይ እግዚኣብሔር ፃውዒት እዚ እዩ ብኣኺ ብኣይ እዚ እዩ ኣሜን ኣሜን እሱ ኦረዲ ሲዒሩ ኣሎ የሱስ ጎይታይ ንስካ ከኣ ልክዕ ከምቲ ንሱ ዝሰዓሮ ክትስዕር ይደሊ ኣሎ ክትዕወት ግን ንዕኡ ምስዓብ ከድልየካ እዩ እስትራቴጂ ካብኡ ክትቅበል ክትክእል ኣለካ ምርሒት ካብኡ ክትቅበል ክትክእል ኣለካ ኣሜን ኣሜን እቶም ብድሕሪት ንሪኦም ምርኮኛታት ብምልኦም በቃ ዲስፕሌይ እዮም በቃ ዚስ ኢዝ ዘ ኣውትካም የሱስ ጎይታ እዩ ኣሜን ስለዚ ሃዋርያ ጳውሎስ በዚ ምስሊ እናረኣየ እዩ ንዓና ጽሒፉልና ዘሎ የሱስ ጎይታ እዩ ዝሰዓረ ክርስቶስ ኣብ ቅድሜና ኣሎ ኣሜን ዘይተሰዓረ ክርስቶስ ኣብ ቅድሜኺ ኣሎ ስለዚ ንስዕረት ኣይትቀበል እዩ ኣሜን ዶ ንስዕረት ንድኻም በቃ እቲ ኣብ ክርስቶስ ዘይረኣናዮ ነገር ክንቅበሎ የብልናን ኢየሱስ ጎይታ እዩ ናብ ዓወት ኢኻ ተጸዊዕኻ በቃ ክትዕወት ጻዊዒትካ እዩ ክትዕወትስ ጻዊዒትኪ ኢየሱስ ክርስቶስ ጎይታ እዩ ኣረ ኣሜን ሃዋርያ ጳውሎስ እምበኣር በዚ ስእሊ እዩ ንክርስቶስ ክስእለልና ደልዩ በቃ ኩሉ ግዜ ክትርኢ ኮለኻ ኩሉ ህዝቢ ንመን እዩ ዝርኢ እንድሕሪ ኢልካ ብየማን ብጸጋም ነቲ ዝተዓወተ ጀኔራል እዩ ነቲ ኮንኮር ገይሩ ዝመጸ ንጸላዕቱ ኣንበርኪኹ ማሪኹ ዝመጸ እዩ ስለዚ ንስኻ እኻ ክትርኢ ኮለኻ ፒክቸር ክትገብራ ኮለኻ ንርእስኻ ንርእስኺ ክትስእልያ ኮለኺ ዝሰዓረ ክርስቶስ ኣብ ቅድሜኻ ግበር ኣሜን ዶ ኣሜን ኣሜን ኢየሱስ ጎይታ እዩ ኣሜንኩም ውሒዱ ኣሎ ኢየሱስ ጎይታ እዩ እዚ ወንጌል እዩ ካብቲ ሞት ሞት ዝሽቲ ስፍራ መንዚዑ ውፅኡና ኣሜን ኣሜን ምውጻእ ጥራይ ዘይኮነስ ንዓና ውን ሂወት እነማቕል ሰባት ጌሩና ክብሪ ንኣምላኽ ይኹን ሂወት ዝኾነ ክርስቶስ ኢና ጼርና ንኸይድ ዘለና እቱም ሰባት ንክርስቶ ንሕና ነማቕሎ ሂወት እዩ ካልእ ኣይኮነን ሂወት ኢና ሼር ንገብር ኢየሱስ ጎይታ እዩ ኣሜን። ቀዳማይ ቆሮንጦስ ዓሰርተ ሓሙሽተ ሓምሳን ሸውዓተን ኬድና ክነንብብ ኮለና እንታይ ይብለና ግናኸ ነቲ ብጎይታና የሱስ ክርስቶስ ጌሩ ዓወት ዝህበና ስብሓት ይኹኖ ብመን ጌሩ ኣንታ ብክርስቶስ በሉ ግናኸ ነቲ ብጎይታና የሱስ ክርስቶስ ጌሩ ዓወት ዝህበና ኣምላኽ ስብሓት ይኹኖ ኣብ ሂወት ክዕወት ዘይደሊ የለን ከምቲ ኣንቶይ ዝበልክዎ ኩሉ እቲ ኣብ ሂወትና ዘሎ ተስፋ ምቑራጽ ድዩ ምንጽርጻር ድዩ ስለምንታይ ዘይተዓወትኩ ዝብል ሕቶ ድዩ ንክርስቶስ ፈጺምካ ካብ ዘይምስዓብ ዝመጽእ እዩ ንመጽሓፍ ቅዱስ ከንብብ ኮለኹ ኣነ ጎይታ መሪሕዎ ዘይተዓወተ ክሳዕ ሎሚ ኣየንበብኩን ዘንበበ እንተሎ ይንገረኒ ብናይ ብመንፈስ ቅዱስ ተመሪሑ ዘይተዓወተ ኣብ ህይወት ብዙሕ ዘይገዝአ ኣነ ኣንበብኩን ኣብ መጽሓፍ ቅዱስ ነገር ግን ካብቲ ጎይታ ዝበሎም ዝዘንበሉ ክኸፍልዎ ዘይግብኦም ዋጋ ዝኸፈሉ ግን ብዙሕ ኣንቢበ ኣለኹ ናይ ሎሚ መልእኽተይ ንጹርን ሓጺርን እዩ። ክርስቶስ ኣብ ህይወትና ይግዛእ። ነዚ ዝተዓወተ ኣብ ኩሉ ዝገዝእ ዘሎ ምስጢር ዓወትና ዝኾነን ናብ ኩሉ ዓወት ክመርሓና ፍቓዱ ዝኾነ የሱስ ክርስቶስ ንስዓብ ዝብል እዩ። የሱስ ጎይታ እዩ። ኩላህና ካብ ዘለናዮ ሓፍ ክንብል ኢና። የሱስ ጎይታ እዩ። ንጸሊ። ሃሌሉያ ሎማዓልቲ ሓፍተይ ሓወይ ንጎይታ ክትፈቅደሉ ኢካ ኢየሱስ ክርስቶስ ብኣኻ ክምራሕ ደሊ ኣለኹ ናብ ኩሉ ናብ ኩሉ ኢሉ ሃሌሉያ ኩሉ ሳዕ ኢሉ ኣሜን ኣሜን ግናኸ ነቲ ብክርስቶስ ኩሉ ሳዕ ናብ ዓወት ዝመርሓና ብኣና እውን መኣዛ ፍልጠቱ ኣብ ኩሉ ቦታ ሎም መዓልቲ ጎይታ እፈቅድ ኣለኹ ብኣኻ ክምራሕ እፈቅድ ኣለኹ በሉ እስኪ ሬሽ ታላባ ሃዲጋ ቦጋ ናና ሞንታ ኣነ ክዕወት እደሊ ኣለኹ ኣብ ህይወት ብዙሕ ክገዝእ እደሊ ኣለኹ ሎም መዓልቲ ምሳይ ከምኡ ዝብል ሰብ እድህር ኣሎ የዳኡ ናብ ኣምላኽ ኣልዒሉ እስከ ይጸሊ እስከ ሎም መዓልቲ እግዚኣብሔር ሆይ ብገዛእ ርሰይ ዝጸናሕኩሉ በቃ ጠጠው ይበል ሎሚ ግን ክስዕበካ እደሊ ኣለኹ ፈጺመ ክስዕበካ እደሊ ኣለኹ ኢሉ ሃሌሉያ ናይ እግዚኣብሔር ቃል እኮ ሆም ኢሉ እኮ ጎይታ ሃሌሉያ ሃሌሉያ ኦ ሃሌሉያ እስከ ጸልዩ ኢየሱስ ክርስቶስ ጎይታ እዩ ኢየሱስ ጎይታ እዩ ሃሌሉያ ዘገልግለኒ እንተሎስ ኢሉ ጎይታ የሱስ ክርስቶስ ኣብ ዮሃንስ ዓሰርተ ክልተ ዕስራን ሽዱሽተን ዘገልግለኒ እንተሎስ ንዓይ ይስዓበኒ ኢሉ ጎይታ እዩ ንዕኡ ዝስዕቦ ደልዩ ዘሎ ዘገልግለኒ እንተሎስ ንዓይ ይስዓበኒ ንማንም ክትስዕቢ ኣይተጸዋዕኻን ንማንም ክትስዕቢ ኣይተጸዋዕኽን ጻውዒትኪ ኣይኮነን ዘገልግለኒ ድማ እቲ ዘገልግለኒ ድማ ኣብቲ ኣነ ዘለኽዎ ኣብኡ ኽኸውን እዩ፣ ዘገልግለኒ እንተሎ ንዕኡ እውን ኣቦይ ከኽብሮ እየ ኢሉ። ብዙሓት ክብሪ ንደሊ ኢና፣ ብዙሓት ዓወት ንደሊ ኢና፣ እቲ መንገዲ ንክርስቶስ ምስዓብ እዩ። ኤራባሃ ዲጋ ቦሼኬቴያ ራቶ ላባያ ሓረግ ቁሩብ ደቓይቅ ክትጽሊ ይደሊ ኣለኹ እግዚኣብሔር ሆይ በኢየሱስ ስም ሎሚ ግን ኣነ ፈጺመ ክስዕበካ እየ ኢሉ እኮ እግዚኣብሔር ይምስክር እዩ። ካሌብ ግን ፈጺሙ ስዒቡኒ እሞ ኢሉ ኣታ ከም ካሌብን እያሱን ኩን ሃሌሉያ ፈጺሙ ንኣምላኽ ዝስዕብ ኣሜን ዶ ኦ ኩነታት ርእዩ ሓሳቡ ዘይቅይር ሰብ ነገራት ምስ ተለዓሉ ስፍርኡ ዘይሓድግ ሰብ ሬካታ ብልሳናትካ ንጸልየ ሃሌሉያ ሮሽታ ፓሃላ ዲጋቦያ ሮንዶሎቦ ሼኬ ፓራቦያ Father, we pray in the name of Jesus. እዚ ጉባኤ ብመንፈስካ ዝምራሕ ጉባኤ ክኸውን ንጽሊ ኣለና እግዚኣብሔር ሆይ ንነብሲ ወከፍና ክትረድኣና ንጽሊ ኣለ ካሌብ ባርያይ ግን ኢሉ ሃሌሉያ ፈጺሙ ስለ ዝሰዓበኒ ኢሉ ራካቶ ራባያ ኢካታባያና ሞሻታያ መን ኣሎ ሎም መዓልቲ ፈጺሙ ንኣምላኽ ክስዕብ ዝተዳለወ ኦ ራካታያ ዘይጽሊ ኣያሃሉ ሎም መዓልቲ ዘይጽሊ ኣያሃሉ